መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ከምቲ ብቲኣ ሓንቲ ቪድዮ ዝበልክዎ እንድሕር ካብ ስራሕ ወፂኻ ግን ኡንተሃል ሳሎም እንድሕር ኣለካ ንደቅኻ ትኸፍሎ ገንዘብ ኣለካ ካብቲ ስራሕኻ ባዕልኻ እንድሕር ወፂኻ ዝብል ኣሎ እቲ ወረቐት እሳቶም እንተ ነገር ደልዮም ወይ ድማ ከምዚ ክትከፍል ዘይደለኻ ንደቅኻ መሲልዎም ብሰንኪ በብዓይነቱ ምኽንያት ከምኡ እንድሕር መሲልዎም በቃ ስራሕ እንድሕር ዘይብልካ ከማን ክግድዱኻ ይኽእሉ እዮም። እቲ እንታይ እዮም ሽዑ ዝሓስቡ እቲ ዝተሓተ ደሞዝ ከም ዘለካ ፊክቲቨስ ገሃልት ኢሎም ብገምጋም ማለት እዩ ክግድዱኻ ይኽእሉ እዮም። ብጠቕላላ ክንብሎ ንኽእል እቲኦም ስራሕ ዘይብሎም ክኸፍሉ ናይ ግዴታ የብሎምን እዩ ዝብል እቲ ሕጊ። እዚ ግን ከኣ ስለምንታይ እዮም ከምኡ ገይሮሞ ነቲ ሰብ ኣቦ ተባሂሉ እንድሕር ስራሕ ዘይብሉ ስኒ ኣብ ዘይዕድኡ መሊሱ ከየእትውዎ ኢሎም እዮም እዚ ሕጊ ፈጢሮሞ ማለት እዩ። ማለት ስኒ ካብ ዘይብሉስ እንታይ ኢኻሞ ክትወስድ ኢሎም እዮም። ግን ኣሎ ኩነታት ሓንሳ ሓንሳ እንድሕር እቲ ወረቓቕቲ ባዕልኻ ኢኻ ወጺኻ ዝብል ኮይኑ ከምቲ ዝበልኩ ኣብቲ ሓደ ቪድዮ ብድሌትካ ኢኻ ካብቲ ስራሕ ወጺኻ ኣውፊርም ዝፈትኻ ኪሎም ዘፈርሙኻ ከምኡታት እንድሕር ኣሎ እሳቶም ከማን ሽዑ ኦኬ እዚ ሰብ እዚ ስንክ ስራሕ ኣይፈቱን እዩ ኣይደልን እዩ እዚ ኩሉ ወሊዱ ከሎ ከዓስ ክኸፍል ከማን ሓላፍነት ኣይስምዑን ኣሎ ማለት እዩ ኢሎም ክግድዱኻ ይኽእሉ እዮም ስለዚ እቲ ዝበለጸ ክትገብሮ ትኽእል ኣብ ከምዚ እንድሕር ኮሚታት ኣለካ ኣብ ስራሕ ዘይብልካ ግዜ ኣብ ዝኾነ ግዜ ማለት ስራሕ ዘይብልካ ግዜ ብክንዲ እውን ዲኻ ወፂኻ ወይ ብዝኾነ ካልእ መገዲ ዲኻ ወፂኻ ቀጻሊ ዶኩመንት ግበሮ ኣበይ ኣበይ ስራሕ ደሊኻ ዕለት ክንደይ ደሊኻ ኣብ ሳይት ኣርባይት ብሳይት ኣርባይት ጥራይ እንድሕር ትደልያ ኣለኻ ከማን ሳዕ ዕለት ክንደይ ከም ዝኸድካዮም ኣብኡ ኣፈርም ኢኻ ከም ዶኩመንት ከዓ ሓዞ ኢኻ ዝኾነ ብቪያ ኣፕሊኬሽን ዝሰደድካዮ ከኣ ንዕኦም ስደደሎም ኢኻ ኣክቦ ኢኻ ማለት ይቕሬታ ኣክቦ ኢኻ ሸ ኣብቲ ግዜ እቲ ግዴታ ክትከፍል ኣለካ እስኻ ስኒ ብሰንኪ ናትካ ፅጋብ ኢኻ ወፂኻ ካብ ስራሕኻ ንድሕሪ ኢሎምኻ ንኣብነት ኖኖ ኣነስ ብጣዕሚ ተገዲሰ ስራሕ ደልየ እየ ግን ምዃን ኣቢኒ ኢልካ ብዶኩመንት ክተርእዮም ክትክእል ኣለካ ኣብ ከምዚ ኣሕዋትና ስለ ከማን ክንደይ ስለ ዝተሸገሩ ካብ ብዙሓት ስለ ዝሰማዕኹ እየ ዘቕርቦ ዘለኹ እዚ መሊሰ ፍሉይ ገይረ ማለተይስኒ ኖኖ ደሓን ስራሕ ስለ ዘይብለይስ ንደቀይ ከማን ክኸፍል የብለይን ጥራይ እንድዩ ርድኢት ዘለዎም ፍርቂ ርድኢት እዩ ዘለና ብዙሕ ግዜ ኣብ ከምዚ ግን ሽዕኡ ክትንካታዕ ከዓ ከቢድ እዩ ሽዑ እቲኦም ኣሕዋትና እንታዮም ኣብቲ ናብትን ሓቲተ ነይረ ሳይት ኣርባይት ሓቲተዮም ነይረ ጥራይ እዮም ዝብሉ ብቃሎም እምበር ብፅሑፍ ወላ ሓደ ከቕርቡ ይክእሉን እዮም ብኣካል ስለ ከይዶሞም ዝሓተትዎም ወይ ፎርሙላኡ ዝመልኡ እስኻ ግን ብጠቕላላ ኩሉ ግዜ ኮምኢታት እንድሕር ኣለካ ዶኩመንት ክትገብሮ ኣለካ ዕለት ክንደይ ኣበይ ኣበይ ደሊኻ ኣበይ ኣፕሊኬሽን ሰዲድካ ኤክስትራ ብቃል ብቴሌፎን ጥራይ ዘይኮነ እንተ ቴሌፎን ደዊልካ ጥራይ ከማን ዕለት ክንድዚ ኣብዚ ስራሕ ደዊለልካ በቃ ዶኩመንት ክትሕዝ ኣለካ ድሕሪ ክንደይ ዓመት ከማን መጽዮም ኣብ ከምዚ ዓመተ ምህረት ንደቅካ ኣይከፈልካን ስለዚ ስኒ ክትከፍል ኣለካ ድሕሪ ክልተ ዓመት ገለ ዝመጽዎም ኣለዎ ይሕዋትና ስለ ዝፈልጦ እየ ዝኢታት ዘጠንቅቀኩም ዘለኹ ስለዚስ ብሸለልትነት ኣይትርኣይዎ ብጠቅላላ ከኣ ክንብሎ ንኽእል ኩሉ ግዜ እንድሕር ወሊድካ ስኒ ሓላፍነት ኣለካ ኣብ ዓድና ጥራይ ዘይኮነስ ኣብዚ ዓዲ ከማን ኣብዚ ከማን ዓቢ ጌጋ ርድኢት ኣለና ኣብዚ ወሊድካስ ጀርመን እያ ደይተዕብዮ መንግስቲ እያ ደይተዕብዮ ከምኡ ዝበሃል ነገር የለን እቲ ሕጊ ከምኡ ኣይኮነን ዝብል ንዓና እዩ ከምኡ ዝርዳእና እምበር እቲ ሕጊ ቶታሊ ከምኡ ኣይብልንዩ እስ ቅድሚ ኩሉ እስኻን እቲኦም ዝወለድዎም እዮም ሓላፍነት ዘለዎም ቅድሚ ኩሉ መንግስቲ ይኮነን እቲ ሓገዝ ትወሃብዎ ግን ምኻእ እቲ ሕጊ ስለ ዘፍቅደልኩም እዩ መታን ያ ኣብ ሓደ ሃብታም ዓዲ ከበዓል ጀርመን ድኽነት ከይፍጠር ወይ ኣብ ክፉእ መታን እቲኦም ቆለውዕ ከይዓብዩ መሰል ቆለውዕ መታን ክሕለው ክሕለው እቲ ገንዘብ ይኸፍልዎ ማለት እዩ ሕጂ ንኣብነት ሓንቲ ሲንግል ማማ ሰብኣያ እንድሕር ኣብቲ እዋን እቲ ዘይሰርሕ ኣሎ ፍቱሓት እንድሕር ኮይኖም ግን ንኣብነት ኡንተሃልስ ፎርሹስ ይወሃቡ እቲ ኡንተሃልስ ፎርሹስ ግን ቁሩብ ጎደሎ እንድዩ ካብቲ ናይ ኣቦኦም ዝረኽብዎ እሱ ከኣ በቃ ክሕግዝዋ ጥራይ ኢሎም እዮም እምበሪ ከማስ ብኮ ናይቲ ኣቦኦም ክዓጽው ኢሎም እዮም እምበሪ ስለ ዝግብኣ ኣይኮነን ማለት ካብኦም ኣይኮን ዝግብኣ ካብ ኣቦኦም እዩ ዝግብኦም ግን መታን ኣብ ድኽነት ገለ ከይኣቱ እቲ ሲንግል ፓፓ ወይ ሲንግል ማማ ናይ ሲንግል ፓፓት ከማን ኣለዉ ቅድሚ ሕጂ ከማን ሓደ ሓቲትኒ እንታይ እዩ እቲ ናይ ሲንግል ፓፓስ ናይ ሲንግል ማማስ ንዓይስ ከም ሲንግል ፓፓ ኣይመጻንን እዩ ኢልኒ ግን ሕጂ ድሓር ተረዲእኒ ኡንተ ሃዝ ፎሹስ ማለቱ ከም ዝኾነ እዚ ከዓኒ በዚ ኣጋጣሚ እዚ ክነግሮ ይደሊ ድሕሪኡ ኣይረኸብኩን ፕርክ ኣብ ቲክቶክ እቲ ኣስማት ክትረክብ ከማን ከቢድ እዩ እንድሕር ሓንሳብ ተራኺብካስ መን እዩ ሓቲት ንኸማን ኣይትዝክሮን ኢኻ ግን ብጠቕላላ ኡንታስ ፎሹስ ኢልካ ኣብዮብን እንዲኻ ኢልካኒ ነርካ ኣብቲ ቦታ ኣብቲ ቲክቶክ ስለዚ ዝበለጸ እንታይ ክትገብር መሊስካ ትሓቶም እቲኣ እንታይ ከምዚ ዝበልኩኻ ወይ ድማ ኣብ ፕሮፋሚልያ ትሓትት እሳቶም ብዝያዳ ሓበሬታ ይህቡኻ ኾኑ ምስኦም ትተሓባበር ወይ ድማ ኣብ ጠበቓ ትሓትት ማለት እዩ ያእ ከመይ እዩ ኢልካ ናይ ከምኡ ጠበቓታት ኣለዉ ማለት እዩ እንድሕር ይግባኣካ ኮይኑ ዘይህቡካ ኣለዉ ኣብኡ ትሓትት ማለት እዩ ስለዚ እዚኣ ኣገዳሲት ይብላ ኩሉ ግዜ ሓላፍነት ኣለና ስራሕ ኣለና ድዩ የብልናን ብጠቕላላ ሓላፍነት ኣለና እቲ ብመንግስቲ ወገን ዝምሕሩና ዘለው መታን ኣብ ድኽነት እቲ ኣቦ ቆለውዕ ከይኣቱ እዩ ክብለኩም ይደልየ ተስፋ ይገብር እዚ ከማን ጠቂሙኩም ክኸውን ሰሰናዩ ትምነልኩም ባይ